እንታይ ዓይነት ሰላምታ'ዩ ደቕርበሉ? ናይ ሰይጣን ሰላምታ እንታይ'ዩ? ናይ መጀመርያ ምስ ቀረበካ፣ ናይ መጀመርያ ምስ ረኸበካ ሰይጣንሲ ኣብ መጽሓፍ ቅዱስ እንታይ'ዩ ዝብለካ? ሰይጣንሲ ረኺቡኩም ይፈልጥ ድዩ? ሰይጣንሲ ሰላም ኢሉኩም ይፈልጥ ድዩ? ናይ ሰይጣን ሰላምታ እንታይ'ያ? ሰብ ምስ ረኸበካ ከመይ ውዒልካ? ንግሆ ተኾይኑ ምሸት ተኾይኑ ሀ ከመይ ውዒልካ? ንግሆ ተኾይኑ ከመይ ሓዲርካ? ከባቢ ፋርስ ተኾይኑ ውዕሎኻ'ዩ ድሓተካ። Am I right? ሰይጣን ክረኽበካ ከሎ ዝሓተካ ኮመን ሕቶ'ዩ። ዋላ ሎሚ እውን ንግሆ ምስ ተሳእኩም ክረኽበኩም ይኽእል እዩ። ምሸት ክትድቅሱ ከለኹም ክረኽበኩም ይኽእል እዩ። ኣብ ገለ እዋን ሰይጣን ሓደ ጸሊም ነዊሕ ሰብኣይ ኣይኮነን። ሰይጣን መንፈስ እዩ። ናብ ኣእምሮኹም ዝቕልቀሉን ዝውርወሩን ሓሳባቶም ብምሉኦም ካብ ሓደ መንፈስ እዩ። ወይ ካብ ሰይጣን ወይ ካብ ኣምላኽ እዩ። መጀመርያ መጀመርያ ሰይጣን ተቓዳዲሙ ንሄዋን ምስ ረኸባ ከመይ ውዒልኪ? ደሓን ዲኺ? ኣዳም ደኣ ኣበይ ከይዱ? ውዕሎ ከመይ ኣሎ? ጥዕና ከመይ ኣሎ? ንሰይጣን ድብል ከትሐቶ ኣይኮነን። ሰይጣን መጀመርያ ዝሓቶ ሕቶ መጀመርያ ዝሓቶ ኣምላኽ ዶ ከምዚ ኢሉ ነይሩ እዩ? ናይ ሰይጣን ናይ መጀመርያ ሕቶ ነቲ እተባህለ ምጥርጣር እዩ። ናይ ሰይጣን ናይ መጀመርያ ሕቶ ነቲ ኣምላኽ ዝበለኩም ብዛዕባ ህይወትኩም፣ ብዛዕባ ጥዕናኹም፣ ብዛዕባ መነባብሮኹም፣ ብዛዕባ ኣገልግሎትኩምን ደቅኹምን መጻኢኹምን ኣምላኽ ዝኣተወልኩም ተስፋታት ከጠራጥር ስለ ዝደሊ ጥርጥር መገዲ ሰይጣን ስለ ዝኾነ ሰይጣን ከይሓገዝኩሞ ቀትለኩም ስለ ዘይክእል ሓገዝ ዝደሊ ድኻ መንፈስ ተሎ ብዓለም ሰይጣን እዩ። ሰይጣን ብናይ መን ሓገዝ ይዓዪ ተባሂልኩ ብናይ ኣመንቲ ሓገዝ እዩ ድዓዪ ሓገዝቱ ኣመንቲ እዮም ከይሓገዝካዮ ከጥቅዓካ ዘይክእል መንፈስ ሰይጣን እዩ ሆ ሰይጣን መጀመርያ ዝሓተኩም ተባሂሉ ነይሩ ድዩ ከምዚ ኣብ ከምዚ እዋን ናይ ሄዋን መትከል ተደኣ ኣለና ምግምጣል ተደኣ ኮይና እንደ ይብል ነይሩ ግን ኣብ ልዕባ እኳ ኣይበለናን ኣብ ከምዚ ኣብ ከምዚ ተለኹም ኣብኡ እዩ እቲ ውድቀት እቲ ውድቀት ኣዳም ወይ ሄዋን ቱፋሕ ምብልዖም ኣይኮነን። ኣምላኽ ናይ ኣራንሽን ናይ ቱፋሕን ጸገም የብሉን። ኣምላኽ ናይ ፍሩታ ዋሕዲ የብሉን። ቱፋሕ ጎዲልዎ ዝቃለስ ኣምላኽ ኣይኮነን። እታ መጀመርያ ዝገበራ እህ ኣምላኽሲ ኢሉኩም ድዩ ዘፍጥረት ሰለስተ ካብ ሓደ ክሳብ ዓሰርተ እታ ናይ መጀመርያ ውድቀት ዘይምእማን ካብ ኮነት እታ ናይ መጀመርያ ዓወት ከኣ ምእማን እያ። እታ ናብ ሞት ደብጽሓትና ዘይምእማን ካብ ኮነት ናብ ሂወት ደምጻትና ከኣ ምእማን ብክርስቶስ የሱስ እያ እታ ናይ መጀመርያ ናብ ናይ ሰይጣን ትራክ ዘእተወትና ዘይምእማን ንቃል ካብ ኮነት ናብ ናይ እግዚኣብሔር መንግስት ዘእተወትና ከኣ ምእማን ብቃል ኣምላክ እያ ቅዱሳን ቃለይ ዝሰምዕ ካብ ሞት ናብ ሂወት ዝሳገር እምበር ናብ ፍርዲ ከቶ ኣይቀርብን እዩ ዝበለ ወንጌል ዮሃንስ ሓሙሽተ ዕስራን ኣርባዕተን ሰይጣን ክረኽበኩም ተኾይኑ ክመጸኩም ተኾይኑ ኣብ ከባቢኹም ዓሪድኹም ዘሎ ትፈልጥዎ ነቲ ኣምላኽ ዝበለልኩም ንዓኹም ከዋላውለኩም ክደሊ ከሎ ከጠራጥረኩም ክደሊ ከሎ እሱ ኸኣ ኩነታትኩም ብምኽፋእ ዓመታት ብምንዋሕ ግዜ ብምብላዕ ነገራት ናኸበዱ ብምምጻእ ኣበይ ኣሎ ኣምላኽ ኣባኻ የለን ኣብ ጉዳይካ የለን። ኣብ ኢኮኖሚኻን ጥዕናኻን መጻኢኻን ህሉው ኩነታትካን ድሕሪ ባይታኻን ኣምላኽ መጀመርያን ካብ መጀመርያን ኣይፈልጠካን እዩ ዝብል ኣምር ደሎ ወይ ድማ እዚ ቀመር እዚ ሰሪሑ እዩ ናብ ህይወትኩም ድመጽእ። መጀመርያ ንሄዋን ዝበላ ኣበይ ኣሎ ኣበይ ኣሎ ዝበለኪ ኢሉ ድዩ እንድዒ ክሳዕ ትብል Look ናብ የሱስ ክርስቶስ ክመጽእ ከሎ መጀመርያ ሰይጣን ላንድድ ክገብር ከሎ ክዓርፍ ከሎ እዚ መሬት ናብ ክርስቶስ ክዋግኦ ዕርዲ ሒዙ ዝበሎ እንታይ እዩ ማቴዎስ ኣርባዕተ ካብ ሓደ ክሳዕ ዓሰርተ እስኻ ውሉድ ኣምላኽ ዲኻ ውሉድ ኣምላኽ እንተ ዀንካ ደኣ። ሉኬንዚስ ኣቐዲሙ ኣብ ማቴዎስ ሰለስተ ዓሰርተ ሸውዓተ እንታይ ክብሎ ርእይዎ እዩ? ወደይ፣ ዝተሓጐስኩሉ ምስ በለ፣ እዚኣ ድምጺ እዚኣ ሰይጣን ደይኰነስ ሰብ እውን እንዳሰምዐ እዩ ድሕሪ ጥምቀቱ ጐይታ ተዛሪብዋ። ነዚኣ ምስ ሰምዐ ሰይጣን መጺኡ፣ ግን ውሉድ ኣምላኽ ዲኻ? ብሓጺሩ ናይ ሰይጣን ኣጀንዳ እቲ ኣምላኽ እዩ ዝበሎ ኣይኰነን ክብል እዩ ዝመጽእ። እቲ ኣምላኽ ተወዲኡ እዩ ዝበለ ኣይተጀመረን እንዳበለካ እዩ ድመጽእ። እቲ ኣምላኽ ሂበካ ዝበለካ ኣይነትካን ክብለካ እዩ ዝመጽእ። ከምዚ ዓይነት ፈተና እንድሕሪ መጸኩም ኣሎ ካብ ሰብ ኣይኮነን። ከምዚ ዓይነት ቻለንጅ ከምዚ ዓይነት ውዱቕ ኣእምሮ ንውን እንተለና ካብ ሰብ ኣይኮነን ከጥቃዓና ተደል ደሎ መንፈስ ኣሎ ማለት እዩ ከመይ ገይሩ የምጻልና ኣብ ግልና ንሪኦ ኣለና ኣብቲ ጥዕናና ንሪኦ ኣለና ኣብቲ ኢኮኖሚ ንሪኦ ኣለና ኣብቲ ምስ ሰብ ደለና ሪሌሽን ንሪኦ ኣለና ኣብቶም ደቅና ንሪኦ ኣለና ኣብቲ መጻኢና ንሪኦ ኣለና ጽልምትምት ድበለ እዩ እዚ ናይ ገዛ እርሱ ድምፂ እዩ መጉልሕ ድምፂ ክረኣይ ምርኣይ ኣድልየካን እዩ ኣብዛ ዓብ ድምፂ ኣሎ ናይ ሰይጣን ይኸው ኣበይ ኣሎ እቲ ኣምላኽ? ስለዚ ናይ ሰይጣን ቁጽሪ ሓደ ንሪኣ ዘለና ናይ መጀመርያ ፍላጻ ናይ ሰይጣን ሰላምታ እንታይ እያ? ናይ ሰይጣን መጀመርያ ሄይ ክብል ከሎ እንታይ እዩ ዝገብር? ንቓል ኣምላኽ የዋላውለካ፣ የጣራጥረካ። ኣብዚ እዋን ኣማኒ መጽሓፍ ክዛረብ ከሎ ባይ ዘ ወይ እብራውያን ዓስራይ ምዕራፍ ዕስራን ሰለስተን ናይ ምእማንና ናይቲ ቀጻሊ ተባሪኽናን ተፈዊስናን ተቐዲስናን ጸዲቕናን ሰሊጥናን ተዓዊትናን ኢልና እንዛረቦ ምእማንና እንታይ ንግበሮ? ነጽንዓዮ መልሱ ካልእ ኣይኮነን ቅጽበት እግዚኣብሔር መጺ ገለ ድግምጥሎ ኣይኮነን ከነዋዓውዓኩም ኢና ዘይንደሊ ክንምህረኩም እምበር መልሱ ምቕጻል እዩ I am blessed. Yes, እወ ቃል ኣምላኽ ተባሪኽካ ኢሉ እዩ። እወ ተፈዊስካ ኢሉ እዩ። እወ ርእሲ ኢኻ ኢሉ እዩ። እወ ብርሃን ዓለም ኢኻ ኢሉ እዩ። እወ ጨው ምድሪ ኢኻ ኢሉ። ካብ ጉባኤ ማእከል ካብ ሙዚቃ እተሰነየ ኣዋጅ ወጻኢ በይነይ ዝዛረቦ እዚ እዩ ኢልካ ምቕጻል እዩ። መጽሓፍ ክዛረብ ከሎ ምእማና እንታይ ንግበር ነጽንዕ ምክንያቱ እብራውያን ኣርባዕተ ዓሰርተ ኣርባዕተ ክሳብ ዓሰርተ ሽዱሽተ ብሰማያት ዝሓለፈ ዓቢ ሊቃነ ካህን የሱስ ወዲ ህያው ኣምላኽ ካብ ዝህልወና ነገርና ወዲኡ ደቡብ ቅድሚ ኣምላኽ ካብ ኣቕረበ መረጋገጽ ስለ ዝኾነ ሕጂ እቲ ተባሪኽና እንተፈዊስና ንብሎ እንታይ ጌርና ንሓዞ ኣጽኒዕና ነጽንዖ ምክንያት እንታይ እዩ ርግጸኛታት ኢና ቀዳማይ ሰማይ ሓሊፉ እዩ ካልኣይ ሰማይ ሓሊፉ እዩ ሳልሳይ ሰማይ በጺሑ ደሙ ቅሪቡ ተወዲኡ ኢሉ እዩ ኣሜን በል እስኪ በእልልታን በጭብጨባን በኢየሱስ ክርስቶስ ስም እስኪ ዓው ኢልና ናተይ ነገር ተወዲኡ በሉ እንደገና እንደገና እንደገና እስኪ ነቲ ምሳኹም ዘሎ ሕዝቦ ኣዚኻ ተባራካ ሰብ ኢኻ በሉ በረኸት ናትካ እዩ ሰላም ናትካ እዩ ዕረፍቲ ናትካ እዩ እስኪ የማና ኢድኩም ኣልዒልኩም ርእሲ እምበር ጭራ ኣይኮንኩን እዚ ዝዛረቦ ዘለኹ ልማድ ዘይኮነ መንፈስ እዩ ከምኡ ናይ ፐተርስያን ስርዓት ዘይኮነ ብላዕልኩም ህይወት ናይ ህይወት ስርዓት እዩ ይዛረብ ኣለኹ ኣመንኩ ስለዚ ኸዓ ተዛረብኩ ዝብል ከም ዘሎ እምነት ክፀንስ ከላ ዘረባ እያ ትወልድ እሞ ይብል ኣለኹ በሉ በረኸት ናተይ እዩ ሰላም ናተይ እዩ ዕረፍቲ ናተይ እዩ ምክንዋን ናተይ እዩ ዝስምዓንን ዝሰምዖን ሓሰት እዩ ኣብ የማነይ ኣሻሕ ኣብ ፀጋመይ ኣዳ ወድቕ ኣባይ ዝበፅሕ ክፉእ የለን ኣህዛብ ጸልማት ህዝብታት ጣቓ ጎሊብዎም ኣሎ፣ ንዓኺ ግና ክብሪ እግዚኣብሔር በሪህልኪ እዩ እሞ፣ ተሲእኪ ብርሂ። ናተይ ስራሕ በሉ ዓውልኩም ይበርህ እየ፣ ካብ እምነት ናብ እምነት እየ ዝኸይድ፣ ካብ ክብሪ ናብ ክብሪ እየ ዝኸይድ፣ ካብ ምስጋር ናብ ምስጋር እየ ዝኸይድ፣ ካብ ሓይሊ ናብ ሓይሊ እየ ዝኸይድ። ውድቀት፣ ስንፍና፣ ሕማም ይፍትነኒ እምበር ኣይስዕረንን እዩ፣ በቲ ዘፍቅረኒ ካብ ሰዓርቲ። ይበልጽ። ደልቪስ ደልቪስ ዝበሃል ልሳን እዚ ሕዝዎ እቲ ምሳኹም ዘሎ ዩ ኣር ብለስድ በሎ ዋው ናይ ዩቱብ ቻነልና ሳብስክራይብ ዘይገበርኩም ሳብስክራይብ ክትገብሩ ከምኡ እውን ብኣቦስትል ሕነሽም ኢትዮጵያ ዝልቀቕ ቪድዮ ቀልጢፉ ምእንቲ ክመፃኩም ነዛ ኣብ ታሕቲ ዘላ ናይ ደውል ምልክት ጠውቑ ንስኻትኩም ብሩኻት